ሊሊ ብጣዕሚ እያ ተናዲዳ ማለት እዩ። ሰላም ለ ብጣዕሚ እያ ተናዲዳ ኣሌክስ ኣንሕና ካባኻ ከምዚ ኣይንፅበን ኢና ኢለ ማለት እዩ። ሰላም ሰላም ናይ ሸዊት ዩቱብ ተኸታተልቲ ዝኾንኩም ከመይ ኣለኹም ሰላም ዲኹም? ኣነ ሰላም እየ እግዚኣብሔር ይመስገን። ንስኻትኩም ለ ኣብ ዘለኹምዎ ሰላምኩም ብዝሕ ትርፍ ይበለለይ እንዳበልኩ ለማዓንቲ ድማ ብሓድሽ ቪድዮ መፅኤኩም ኣለኹ። ነዛ ቪድዮ ክትጅምሩ ከለኹም ላይክ ብምግባር ጀምሩ ኢኹም ማለት እዩ ሓደሽቲ ዝኾንኩም ድማ ሰብስክራይብ እንዳገበርኩም ቤተሰብ ኩኑ ጉሎክ ይንፈቱ ማለት እዩ ቤተሰብ ዝኾንኩም ድማ ላይክ ሼር ምግባር ኣይትሕመቑ ኢኹም ማለት እዩ መጀመርያ ስለ ተባራታትዕኒ ብጣዕሚ እየ ዘመስግን እግዚኣብሔር ኣምላኽ የኽብረለይ ክብል ይደሊ ማለት እዩ። ፈቲኹም ፈቒድኩም ስለ እተበረታትዑኒ እግዚኣብሔር ኣምላኽ የኽብረለይ ማለት እዩ። ሕዚ እውን ምብርትታዕኹም ኣይፈለየኒ ክብለኩም ይደሊ ማለት እዩ። ክል ግዜ ኣብ ጎነይ ተኾይንኹም ብርግጽ ኣብ ዝለዓለ ደረጃ ከም ዝበጽሕ ኣይጠራጠርን እየ ማለት እዩ። ብቆንጀና ብደስ ልብል ቪድዮ ድማ ክመጽእ እየ ማለት እዩ ከምዚ ሕዚ ዘይኮነ ኣብ ስራሕ ስለለኾንኩ ያው ብዙሕ ኣይምቸወንን እዩ ግን ከዓኒ ብቆንጆና ብለምር ቪድዮታት ከም ዝመጽእ በዓልቲ ምልእቲ ተስፋ እየ ማለት እዩ ንስኻትኩም ብቻ ላይክ እና ሸር እናገበርኩም ሳብስክራይብ እንዳገበርኩም ኣበረታትዑኒ ማለት እዩ ንስኻትኩም ተበረታቲዕኹምኒ ብርግጽ ቆንጆ ቆንጆ ዝኾነ ቪድዮ ክመጽእ እየ ማለት እዩ እምበኣር ለማሕንቲ ዝመጻኽሉ ርእሰይ ብዛዕባ ሊልና ኣሌክስ እዩ መጽእ ዘለኹ ከምቲ ኩሉ ግዜ ዝመጽኦ ማለት እዩ መጀመርያ ከይተናገርኩሉ ክሓልፍ ይደሊ ትማሊ ብዝሰርሕዎ ቪድዮ ንእሽተይ ከዋግዐኩምና ናብቲ ዘምፀኒ ቪድዮ ድማ ከብለኩም ማለት እዩ መጀመርያ ትማሊ ኣሌክስ ብጣዕሚ እንድዩ ኣሕዚኑኒ ማለት እዩ። ጃኮር ተማኺሩ ቅሳነት ቅሱ ይመስለኒ እቲ ዘተጋጌ ተማኺሮም ብዝሰርሕዎ ፕራንኪ በቃ ብጣዕሚ እዩ ኣሕዚኑኒ ኢላ ሰብ ከይትእክውን ፈሪሑ ኣብ ሓዳር ለለዎ እንትን እውን ኣፍሪሕዎ ኩሉ ነገር ኣፍሪሕዋ ቃሲ በቃ ንምንታይ ከምዚሲ ዝኾነ ሰብ ልእኪ ልእኸኪ ክኸውን ኣለዎ እምበር ብዘይ ምክንያት ከምዚ ክትገብሪ ኣይትኽእልን ኢኺ ኢሉ ማለት እዩ ብርግፅ ገዛ ቆሊፍካዮ ከይድኻሲ ሰብኣት እዩ ክፀንሐካ ከሎ ከመይ ኢለ ትጠራጠር ከመይ ኢለ ትሓስብ ማለት እዩ። ንሱ ክዳን ቆልዓ ክገዝእ ኢሉ ኣብ ዝኸደሉ ሰዓት እዩ ከምዚ የጋጢምዎ እኒኦና ብጣዕሚ እዩ ማለት ልደንግፅ ማለት እዩ። ክድንግፅ ሲ ሓቂ እዩ። ሓሲብኩሞ ዲኹም ሓፂኹምዎ ቆሊፍኩምዎ ዝኸድኩም ገዛሲ ሰብኣት እዩ ፀኒሑ። ምሰይ ኢኻ ሓዲርካ ምናምን ምናምን ክብለኪ ከሎስ ማዕረ ክንደይ ነይ ትድንግጽሲ ይጠፈኩምዩስ ይጠፈኩምዩሲ ኣይበልን ማለት እዩ ሓቂ እዩ ክድንግጽ ኣሌክስ ብጣዕሚ እዩ ደንጊጹ ከምቲ ትርእዎ ዝነበርኩም ክኣምን ኣይክኣልን መጀመርያ ክላስ ዶ ተጋግየ ይኸውን ኢሉ ማለት እዩ በጃኺ ኣነ በዓል ሓዳር እየ ሰበይቲ ድማ ክትወልድ ቀሪባ እያ እኒኣና በጃኺ እንታይ እኮ ኮይንኺ እንታይ ከደሊኺ ካባይ ኢልዎ ኣነ ምንም የደሊ በዓል ሓዳር ምኾንካ እውን ሲ ኣይነግረካን ኣይነገርካን እዩ ነይርካና ሕጂ ኢኻ ትነግረን ነይርካ እዚ ሲ ንዓይ ሓድሽ እዩ ትብሎ ዘለኻ ንዓይ ሓድሽ እዩ እያላቶ ማለት እዩ ተለመነ በጃኺ በሊ ደገ ክወፅእ ቁልፊ ሃብኒ ተበለ ቁልፊ ሒዛ ኮፍ ኢላ ምንም ክትህዋ ኣይከኣለትን ማለት እዩ ኣሌክስ ድማ ብጣዕሚ እዩ ሰንቢዱ ብርግፅ ዘሰንብድ ነገር እዩ ከዓኒ ኣብ ሂወትና ኮይንና ክንሓስ ኮለናሲ ብጣዕሚ እዩ ለሰንብድ ፕራንክ ኢሉ እውን ክሓስቦ ኣይኸእልን ማለት እዩ። ሰብ ከመይ ትበልኩም ከመይ እሞ ቆሊፉ ገዲፍዎሲ ከመይ ኢሉ ፕራንክ እዩ ኢሉ ክሓስብ መን ብኸመይ እዩ እቲ ነገራት ማለት እዩ። ከመይ ኢሉሲ ክሓስቦ ይኸእል ንሱ በፍፅም እዩ ክሓስቦ ዘይክእል ኣነ ብዛ ወገነይ ተዝኸውን በፍፅም ክሓስቦ ዘይክእል እና ሓቂ እዩ ክደናገፅ እየ ክብል ቤተሰብ ማለት እዩ በቃ ብጣዕሚ እዩ ተጨኒቑ ብጣዕሚ በቃ ምብካይ ጥራይ እዩ ቀሪዎ ከይወቕዓዎን ከመይ ገይሩ ጓል እያ በቃ ብጣዕሚ እዩ ስምዒት ተቋፃፂሩ ማለት እዩ ግን ዜሮ ዜሮ ግን እግዚኣብሔር ይመስገን ምንም ኣብኣኣብኣሲ ምንም ዘብጽሖ ነገር የለን ምንም ኣይሃሰያን ማለት ምንም ኣይወቕዓ ነገር ማለት እዩ ጃኩርለ ከም ትርኦ ነበርና መጀመርያ ክትሕመሊ ኢኺ ዝኾነ ነገር ወላ ታሪምክ ምናምን ሲ ክትሕመሊ ኢኺ እንዳበለ ኢኺ ኢሉ ወተይዳ ክገብር ክሕመሊ እንዳበለት እያ ነይራ እግዚኣብሔር መስገን ግን ያው ከምኡ ዓይነት ይኹን ይማዕረግ ክንደይ ኣሌክስ ትሕተኛ እና ፀባየኛ ምዃኑ ትፈልጥ ኢኹም እና እግዚኣብሔር ይመስገን ይብቃይ ግን ከምዚ ዓይነት ፕራንክስ ያው ደስ ኣይብል ኣብዚ ሰዓት ማለት እዩ ሊሊ ያው ክትሓርስ ትቐርበሉ ዘላ እዋን ስለዝኾነ ብርግፅ ደስ ኣይብልን ማለት እዩ ብካሊእ ግዜ ደስ ይብል ኮይኑ ዘይኮነ ኣብዚ ሐዚ ዘላቶ ኩነታት ብዝገደደ ኣብዚ ሐዚ ዘላቶ እዩ ዳሓር ያው ባዕላ እውን ክትሰርሕ ትኽእል እያ እና ኣብዚ ሐዚ ግን ንእሽተን ክብድ ይብል እዩ ማለት እዩ ኣሌክስ ናይ ውላዶም ናይ ህፃን ቆልዓ ክዳውንቲ ክገዝኡ ይኸይዱ ማለት እዩ ናይ ህፃን ቆልዓ ክኸይድ ክገዝእ ኣብ ዝኸደሉ እዋን እዩ ከምዚ የጋጥምዎ እኒኦና ሊሊ እዚ ቪድዮ ክትሪኦ ከላ እንታይ ይስምሓ እንታይ ትብል ኢልኩም ምሕሰዎ ሰብኣያ ኣብ ሆተል ኣትዩ ሓንቲ ጓል ምሳይካ ሓዲርካ ኢላ እንዳጫውጫወቶ ክትርኢ ከላ እንታይ ይስማዕ ኢልኩም ሕሰብዎ ባዕልኩም ማለት እዩ። ይጠፍኣኩም እዩ ብርግጽ ኣይብልን ማለት እዩ። ንምንታይ እዚ ማንም ሰብ ዝርድኦ ነገር ስለዝኾነ ሲ ይጠፍእ እዩ እሲ ኣይብልን ማለት እዩ ቤተሰብ በርግጽ ያው ንእሽተይ ግራ ክኣትወና ይኽእል እዩ ግን ከዓስ ብጣዕሚ ቀሊል ነገር እዩ እዚ ንምሕሳስ ኣይጠፈናን ኣባህላይ ቤሰ ማለት እዩ ሕጂ ድማ ኣሌክስ ማለት እዩ ናይ ህፃን ቆልዓ ክዳውንቲ ክገዝእ ኢሉ ከይደ ነበረ እንታይ ተትገብሮ ቤተሰብ እዚ ስሕተት እዚ እዞም ንሳቶም ድዮም ኣስሒቶምዎ ወይስ ባዕሉ ኦኡ ተሳሒቱ እንድዒ እግዚኣብሄር እዩ ዋናኡ ጊን ኣሌክስ ናይ ጓል ክዳን ሒዙ ከም ዝኸደ እዩ ናይ ጓል ክዳን ሒዙ ከም ዝኸደ ህሊሊ ድማ ብጣዕሚ ከም ዝተናደደት እዩ ማለት እዩ ቤተሰብ ብርግፅ የናድድ እዩ ከመይ ትይልኩም ናይ ወዲ ክዳን ክገዛ ከይደስ ናይ ጓል ክዳን ሒዙ ክመፅእ ከሎ ማለት እዩ ሓሲብኩም ወዲኹም ማዕርክ እንዴት ከም ዘናድድ ብጣዕሚ ዘናድድ ፒስ ሊሊ ክትኮርሲ ብርግፅ ሓቃ እያ ማለት እዩ ከመይ ማለት ወነኻሲ ናበይ ስለ ዝኸደ እዩ እዚ ሒዝካ መፂኻኒ ኢኻ ማለት ኣነ ኣይተረዳኒ እንታይ ኢኻ ትኾን ዘለኻ ኢላ ብጣዕሚ እያ ተናዲዳ ሊሊ ማለት እዩ በቃ ብኸመይ ከም ዝተቀያየረ እውን ሲ ኣሌክስ ንባዕሉስ ክፈልጥ ኣይከኣለን ማለት እዩ። ብጣዕሚ እዩ ዝገርመካ እና ሊሊ ብጣዕሚ እያ ደንጊፃ ብጣዕሚ እያ ተባሳጭያ ማለት እዩ። ከመይ ኢሉ ይኸውን እዚ ነገራት ከመይ ኢሉ ከምኡ ይኸውን ናበይ ስለ ዝኸደ ቀልብካ እዩ ኢላ ማለት እዩ። ሊሊ ተናዲዳ ማለት እዩ። በርግጽ ክምልሶ ይኽእል ይኸውን እዩ ማለት እዩ እና ናይ ለማዕንቲ ቪድዮ ሒዘያ ዝመጽእ ኾነ እዚኣ ትመስል ነይራ ኣብ ቀጻሊ ግን ብቆንጆ ቪድዮ ክንራኸብ ኢና ማለት እዩ ሰሰነ ንኣኹም ባይ ባይ